ሰላም ሰላም መርሓባታት መርሓባታት ኣብዛ ቪድዮ እዚኣ ድማ ኣብ ሆስፒታል ዘገልግሉና ወይ ድማ ዝውቱራት ዝኾኑ ሓደጋት ክንርኢ ኢና እሞ ሰናይ ምክትታል ብፍላይ ድማ እዚ ኣብ ኢመርጀንሲ ዘገልግሉና ሓደጋት እዮም ሙሉእ ስምካን ዕለተ ልደትካን

ኣብ ቀረባ ግዜ መድሃኒት፣ ሓሺሽ ወይ ኣልኮል ወሲድካ ነርካ ዲኻ? Did you take any medications or substances recently? ሜዲኬሽንስ ክንብል ከለና ከኒናታት ወይ ከዓ መድሃኒታት ማለት እዩ ሳብስታንስስ ክንብል ከለና ድማ ከም በዓል ሓሺሽ ኣልኮል ዝኣመሰሉ ማለት ሲ መድሃኒት ሓድሽ መድሃኒት ክወስድ ከለኻ ሳዕቤን ከምፅኡልካ ስለ ዝኽእሉ ማለት እዮም ዝሓተካ ዘሎ ኣብ ቀረባ ግዜ መድሃኒት ሓሽሽ ወይ ኣልኮል ወሲድካ ነርካ ዲኻ Did you take any medications or substances recently? ኣብ ሂወትካ ወይ ሕሉፍ እዋን ማለት እዩ መጥባሕቲ ጌርካ ትፈልጥ ዲኻ ሃቭ ዩ ሃድ ኤኒ ሰርጀሪስ ኢን ዘ ፓስት ማለትሲ ካብ ትውለድ ጀሚርካ ማለት እዩ ብሓፂሩ ኢን ዘ ፓስት ክንብል ከለና ስብ ሂወትካ ወይ ሕሉፍ እዋን መጥባሕቲ ጌርካ ትፈልጥ ዲኻ ሃቭ ዩ ሃድ ኤኒ ሰርጀሪስ ኢን ዘ ፓስት

ኢንሹራንስ ኣለካ ድዩ ወይ ሓደጋ ኣብ ዘጋጥም ንውከሶ ሰብ ኣለካ ድዩ ሓደጋ ኣብ ዘጋጥም ግዜ ማለት እዩ ሓደጋ ኣብ ዘጋጥም ግዜ ንውከሶ ሰብ ኣለካ ድዩ ዱ ዩ ሃቭ ኢንሹራንስ ኦር ኤኒ ኢመርጀንሲ ኮንታክት ኢመርጀንሲ ኮንታክት ማለት ዝኾነ ዓኻብ ክንዳኻ ኮይኑ ካብ ኣዝማድካ ወይ ዕርኹትኻ ኖ ቀረባ ቤተሰብካ ማለት እዩ ኢንሹራንስ ኣለካ ድዩ ወይ ሓደጋ ኣብ ዘጋጠም ግዜ ንውከሶ ሰብ ኣለካ ድዩ ዲዩ ሃቭ ኢንሹራንስ ኦር ኣን ኢመርጀንሲ ኮንታክት

ምትንፋስ ትሽገር ኣለኻ ዲኻ ኣዩ ሃቪንግ ዲፊካልቲ ብሪዚንግ ምትንፋስ ትሽገር ኣለኻ ዲኻ ኣዩ ሃቪንግ ዲፊካልቲ ብሪዚንግ ዝኾነ ምድንዛዝ ኣካላት ወይ ስምዒት ሕንቲኽትኽታ ኣሎካ ድዩ

We need to draw some blood for testing. ንሕና ንመርመራ ዝኸውን ክንወስደልካ ንደሊ ንደሊ ኣሎና ድማ ክትብል ትኽእል ኢኻ we need to draw ንሕና ንመርመራ ዝኸውን ደም ክንወስደልካ ንደሊ ንደሊ ኣሎና ንደሊ ኣሎና ከምዚ ክንገብሮ ንኽእል ኢና ክንወስደልካ ንደሊ ኣለና ማለት እዩ we need to draw some blood for testing ንሕና ንምርመራ ዝኸውን ደም ክንወስደልካ ንደሊ ኣለና በጃኻ እዚ ናይ ሆስፒታል ዩኒፎርም ተኸደኖ ፕሊስ ቸንጅ ኢንቱ ዚስ ሆስፒታል ጋውን በጃኻ እዚ ናይ ሆስፒታል ዩኒፎርም ተኸደኖ ፕሊስ ቸንጅ ኢንቱ ዚስ ሆስፒታል ጋውን

ሎምቅነ ምስ ዝኾነ ዝሓመመ ዝሓመመ ኣዚያ ዝሓመመ ከምዚ ክገብር ሎምቅነ ዝኾነ ምስ ዝኾነ ዝሓመመ ሰብ ተረኺብካ ነርካ ዲኻ ሃቭ ዩ ቢን ኢን ኮንታክት ዊዝ ኤኒዋን ሲክ ሪሰንትሊ ሎምቅነ ምስ ዝኾነ ዝሓመመ ሰብ ተረኺብካ ነርካ ዲኻ ሃቭ ዩ ቢን ኢን ኮንታክት ዊዝ ኤኒዋን ሲክ ሪሰንትሊ

ቁሩብ ቀጭ ዘብለካ ነገር ክስምዓካ እዩ መርፍእ ገለ ትወግኦላ ማለት እዩ መርፍእ ገለ ወግእ ኣሎ እዚ ቁሩብ ቀጭ ዘብለካ ነገር ክስምዓካ እዩ ግን ደሓን እዩ ማለት እዩ እዩ ዝጎዳእካ ነገር ኣይኮነን ዩ ማይት ፊል ስሞል ፒንች ቁሩብ ቀጭ ዘብለካ ነገር ክስምዓካ እዩ ዩ ማይት ፊል ስሞል ፒንች ፈሳሲ መድሃኒት ብትቦ መርፍእ ክንህበካ ንዳሎ ኣለና እዚ ኣይቪ ንብሎ ማለት እዩ ብእንግሊሽ ዊ ኣር ፕሪፐሪንግ ዩ ፎር ኣን ኣይቪ ፈሳሲ መድሃኒት ብትቦ መርፍእ ክንህበካ ንዳሎ ኣሎና ዊ ኣር ፕሪፐሪንግ ዩ ፎር ኣን ኣይቪ ኣብዚ ካብ ትመጽእ ጀሚርካ ኣብዚ ካብ ትመጽእ ጀሚርካ ይሕሸካ ዶ ወይስ ይገደካ ኣሎ ኣብዚ ካብ ትመጽእ ጀሚርካ ይሕሸካ ዶ ወይስ ይገደካ ኣሎ do you feel better or worse since you arrived ኣብዚ ካብ ትመጽእ ጀሚርካ ይሕሸካ ዶ ወይ ይገደካ ኣሎ ገዲድካ ዶ ወይ ሕሽካ ዶ ማለት እዩ ብሓጺሩ do you feel better or worse since you are arrived ዝኾነ ሕማም ኣይ ሚን ዝኾነ ሕማቕ ዝስማዓካ ነገር እንተሎ

ካልእ ዲፓርትመንት ክብል ከለኹ ንኣብነት ከም ራዲዮሎጂ ሓደ ዲፓርትመንት እዩ ወይ ክፍሊ መጥባሕቲ ሓደ ዲፓርትመንት እዩ ስለዚ ከምዚ እቲ ዲፓርትመንታት ክንብል ከለና ዝተፈላለየ ቦታታት ኣሎ ኢመርጀንሲ ሓደ ናቱ ዲፓርትመንት እዩ ናብ ካልእ ዲፓርትመንት ከም በዓል ራዲዮሎጂ ወይ ክፍሊ መጥባሕቲ ነመሓላልፈካ ኣሎና ዊ ኣር ትራንስፈሪንግ ዩ ቱ ኣናዘር ዲፓርትመንት ናብ ካልእ ዲፓርትመንት ነመሓላልፈካ ኣሎና ዊ ኣር ትራንስፈሪንግ ዩ ቱ ኣናዘር ዲፓርትመንት ቪድዮ ናብ ዘወዲእና ኣለና ብዝተረፈ ሰሰናዩ ጥጥዕሙ ንዓኻትኩም and see you on my next video cheers